እቲ መንነት ማእኸል ገይሩ ዝተሰርሐ ፌዴራሊዝም ስለዘለና እዩ። ስለዚ ወይ ንቲ ክልላት ዝስርሓሉ ናይ ፌዴራሊዝም ረቋሕታት ክተፍርሶ ኣለካ እቲ ሕገ መንግስቲ ክልል ትግራይ ሪሜክ ክትገብራ ተኾይንካ ደጊምካ ክትሰርሓ ተኾይንካ ተዘይኮይኑ ግን ናይ ወሰን ናይ ግዛእ ሕቶታት እንተኾይኑ ሲምፕል ነገር እዩ ነይሩ ብዝኾነ ግን ዝቐርቀሩ ብዙሓት ነገራት ኣለዉ ኣብቲ ስምምዕነት ብዙሓት ዝተቐርቀሩ ጉዳያት ኣለዉ። ስለዚ እዚኦም ኣብ ዘለውሉስ እታ ቅልቅል ምስ በለት እታ ናይ መስርሕ ሰላም እንድያ ቅልቅል ምስ በለትስ ብጣዕሚ ዝገርም ነገር እዩ ኣጋጢምዋ ትግራይ። በቃ ለባም ዘይኮነ ኣካይዳ ናብ ጆኖሳይድ ዝፈፀመልካስ ከይድካ ልጠፍ ሕቑፍ እቲ ዝንቐ ቀዲሙ ዝነበረ ርክብስ ነቲ ኣብቲ እዋን ጆኖሳይድ ንዝተፈፀመ ነገራት ኩሉ ብዝስርዝ መንገዲ ከይዱ ናይ ክስታይ ኮይኑ ማለት እዩ ስለዚ እዚኣ ዋእ እሳቶም ግዲ ኮን ማለት ክሳብ ቶም ክሳብ ሕቶታት ዘልዕሉልና ማለት እዩ ምሳቶም ዲና ከምዚ ምስ ትግራይ ድና ክንዋጋእ ኔርና ብዝብል ሕቶ ስካሳዕ ዘልዕሉልና ኮይና ዝኩላን ገሮም ዘየጥፍእዎ ህዝቢ ኩነታት ብቐሊሉ ብኻሊእ መንገዲ ክፈርስ ከም ዝኽእል ንዓኣቶም ዕድል ዝህብ ኢና ፈጢርና። ስለዚ ከም ዝተወደእ እቲ ስምምዕ ዘምስል ናይ ሽልማትስ ናይ ግዛዕስ ናይ ግዛዕስ ኩነታት ተፈጢሩ። እቲ ስምምዕስ ስምምዕ ምዃኑ ተሪፉስ ናይ በይናዊ ውሳነ ከም ዝኾነ ዘርእዩ ኣንፈታት ተራእዮም። ስለዚ ብወገን መንግስቲ ኢትዮጵያ ፕላን ይግበር። ፕላን ይግበር እሞ ብትግራይ ገፅ ከዓ ክፍፀም ድልውነት ዘርኢ ቁመና ፈጢርና ማለት እዩ። እዚ ብድሌት ደረጃ እውን ብቁመና ደረጃ እውን ምኽንያቱ እቲ ሰብ ኣጀንድኡ ኣብ ውሽጢ ትግራይ ናይ ዘላ ኩነታት ኮይና ነንባዕሉ ክነታረኽ ነቲ ብደገ ዘሎ መደራድርትኻ ወይ ልዕሊኡ ጆኖሳይድ ዝፈፀመልካ ፀላኢ ብመስርሕ ሰላም ክንዲ ብትራክ እእቲኻ ናብ መወዳእታ ተብፅሖ ንሱ ዕድል ክረክብ ዘኽእል ኩነታት ተፈጢሩ ማለት እዩ። ለዚ እዙይ በቃ እቲ መንግስቲ ኢትዮጵያ ንስምምዕ ፕሪቶርያስ ማኒፑሌት ክገብራ እሞ ንሕ በይኑ ናይ በይኑ ከም ዝኾነት ስለዚ በዚ ደረጃ እዙይ ክውስን ዘኽእሎ ዕድል ፈጢርናሉ። ብግልፂ ኣብ ዝገበርናዮም ርክባት ኣነ ዕድላት ስለ ዝነበረኒ ኣብቲ ርክባት ብግልፂ ብዘይሕፍረት ዝተናገርዎ ነገር ታይ እዩ? ስምምዕ ፕሪቶርያ ናብ ሕግታት ኢትዮጵያ መሊሱና እዩ። በቃ ናብ ሕግታት ኢትዮጵያ መሊሱና እዩ። ስለዚ ሕግታት ኢትዮጵያ እዮም ድሕሪ ሕዚ ዝትግበሩ። ንሕና እኮ ኣብቲ ሕጊ መውፃኢ ኣካል የለና፣ ኣብቲ ሕጊ ፈፃሚ ኣካል የለና፣ ኣብቲ ሕጊ ተርጓሚ ኣካል የለናን ከም ክልል። እቲ ሕገ መንግስቲ ከዓ ዝሓስብ ክልላት ተመሊስና ቸክ ክንገብሮ ንኽእል ኢና፣ ሜምበርስ ኦፍ ዘ ፌደሬሽን እዩ ዝብሎም ነቶም ክልላት። ከም ፌደረሽን ፌደራሊዝም ማለትሲ ታይ ድዩ ንሕና ዝመፃእናሉ ነዊሕ ዕድመ በቃ ሓደ ውሁድ ዝኾነ ስርዓት ውሁድ ዝኾነ ዓዲ በቃ ከም እንቋቑሖ ኢትዮጵያስ ከም እንቋቑሖ ሓንቲ ኣካል ጌርና ኢና ንሪኦ ሕገ መንግስቲ ድሕሪ ሰማንያን ሰለስተን ሰማንያን ሰለስተን ደርጊ ፈሪሱ ሰማንያን ሸውዓተን እቲ ሕገ መንግስቲ ክቕረፅ ተሎ ግን ኢትዮጵያ ናይ ብዙሓት ብሄር ብሄረሰባት ዓዲ ኮይና እዞም ብሄር ብሄረሰባት እዚኣቶም የዋፅኣና እዩ ኢሎምስ ብኣባልነት ዝሰርሕዋ ዓዲ ገይሩ እዩ ፈጢርዋ። ናይ ኣባልነት ዓዲ እያ ኢትዮጵያ። ናይዞም ክልላት ናይ ኣባልነት ዓዲ እያ። ኣብ ፌደራሊዝም ምንባር ኣባልነት እዩ። በቃ ግልፂ ናይ እዙይ ፖለቲካ ስኡ ኢሉ ብድልየት ዝበሃል ነገር ዘይኮነስ ሕገ መንግስቲ ባዕሉ ዝብሎ ዘሎ ስለዚ በቃ እቲ ኣብ ሕዚ ኣብ ስርዓት ኢትዮጵያ ተቆፃፂሮም ዘለዉ ሰባት ይኹን ከም ሰባት ማለት ሓቂ ንምዝራብ ብፓርቲ ደረጃ ገለ ከቨር እዩ እቲ ፓርቲ ዋን ማን ሾው እዩ በቃ እቲ ናይ ኢትዮጵያ ስርዓት ሕዚ ትዩ ኢልካ ብልጽግና ገለምታት ጽኡ ኢሉ ከቨር እዩ እቲ ዝእከብ ክንዲ ግዛዕ ዝኸውን ኣዳራሽ ስኢልካ ስተ ኣዩ እምበር ሓደ ሰብ ተፈትዩ ኢልካ ኢኻ ድሌትካ ኩሉ ነገር ዝኸውን ኣብ ኢትዮጵያ ሕዚ ስለዚ ብድሌት እውን ብስርዓት ቀረጻ እውን ሪኢኹምዎ ኣለኹም ኣብቲ ናይ እዞም ኮሚሽን ዳያሎግ ዛዕምዛዕ ዝበሃሉ ሰባት ዝሓዝዎ መንገዲ ብድሌት እውን ኢትዮጵያ ናብ ፕሬዚደንሻል ስርዓት ናብ ውሁድ ስርዓት ገለታት ናይ ምእታይ መንገዲ ተጀሚሩ ኣሎ። ብሱር ብፕራክቲስ ብተግባር እውን ግን ዝደልዩዎ በቃ ኢትዮጵያ ውሁድ እያ ካብ ላዕሊ ናብ ታሕቲ እዩ ዝፈስስ ኩሉ ነገር ዝተዘረበ ሕጊ እዩ ዝብል እዮም ዝሓስቡ። ዕለታይ ኮይኑ በቃ ስምምዕ ፕሪቶርያ ናብ ሕግታት ኢትዮጵያ መሊሱና እዩ፣ ስለዚ ኣብ ማእኸል ኣብ ፌደራል መንግስቲ ዝብልዎ ወይ ኣብ መንግስቲ ኢትዮጵያ ዝብልዎ ዝተወሰነ ነገር ናብ ትግራይ ይወርድ ይትግበር እያ። ፅቡቕ እዚኣ ምስ ሓዙ ኣብ ብዙሓት ጎ ነገራት ክንሪኤን ንኽእል ኢና ማለት እዩ። ንኣብነት እዚ ኮንቴስትድ ብዝብል ቃል ተቐሚጡ ዘሎ ንዓና ናይ ሉኣላውነት ጉዳይ እዩ፣ ናይ መሰል ዓርሰ ውሳነ ጉዳይ እዩ፣ ናይ ትግራይ ናይ ግዝኣታዊ ሓድነት ጉዳይ እዩ፣ ናይ ተፈናቐልትን ናይ ዝተሰደተን ህዝቢ ጉዳይ እዩ፣ ናይ ብዙሕ በደላት ዝተፈፀመሉ ህዝቢ ጉዳይ እንድዩ። ኢሉ ተራ ኮንተስትድ ግዛዕ ዝበሃል ኣይኮነን። ነዚኣ መፍትሒ ዝበልዋ በታ በይናዊ ኣተሓሳስባ ማለት እዩ። በታ በይናዊ ኣተሓሳስባ ፕላን ወፂኡላ ሪፈረንደም ኮይና መፍትሒታ ማለት እዩ። በቃ ሉክ ስለ ቱ ትስምምዕሲ ናብ ኢትዮጵያ ሕግታት መሊሱና ኢትዮጵያ ሕግታት እውን ከምዚ ይብሉን ባይዘወይ ሪፈረንደም ዝምልከተለን ዲብ ናይ ኢትዮጵያ ሕግታት ከምዚ ዝ- ክ- ሚልዮናት ክንዲ ምዕራብ ትግራይ ዝኸውን ክንዲ ጸለምተይ ኣርባዕተ ሓሙሽተ ወረዳ ክንዲ ደቡብ ኣር- ሽዱሽተ ወረዳ ገለታትሲ ናብ ሪፈረንደም ተእትዎ ሓደ ክልልስ ደጊምካ ትሰርሖ ኢኻ ዝብል ብሪፈረንደም ፍጹም ኣብ ኢትዮጵያ ሕገ መንግስቲ ይኸውን ኣብቶም ካልኦት ሕግታት ኣይርከብን ኣብ ግልጺ ሚድያ እየ ዝዛረብ ዘለኹ ሪፈረንደም ዝሓስብ ብብዙሕ መንገድታት ቦቶም ክልላት ምስ ሓለፈ ሪፈረንደም ብሃውስ ኦፍ ፌደሬሽን ዝሓስብ ትሕገ መንግስቲ ይኹን ንዑ መፈጸሚ ዝወፁ ሕግታት ስፖት ስቕ ኢለንስ ዘጓንፃ ቦታታት ምሽለዋ ክትክልል ከለኻስ ወይ ብታሪኽ ወይ ብግዛዕ ወይ ናብ ዝኾነ ከባቢ ተብል እሞ ኣብታ ከባቢ ንሳ ዘለዉ ማሕበረሰብ መንነቶም ገለኦም ወይ መንነቶም እውን ናብ ዝኾነ ቦታ ከግልሱ ዝኽእሉ ኮይኖም ግን እታ ከባቢ እቲኣ ግን በቀማምጣን ብግዛዕን ናይ መን ነይራ ዝብል ተፃብእ ነገር ንእሽተይ ከባቢ እዩ ዝሓስብ። እምበር ዕብይ ዝበለ እንተኾይኑ በቃ በቲ ዝተወደአ ናይቲ ሕገ መንግስቲ መስርሕ እዩ ዝሓስብ ብኡ እዩ ዝሓስብ ሕዚ ንኣብነት ናይ ኦሮሞ ማሕበረሰብ ኣብ ኣምሓራ ዘሎ ክንሓስብ ንኽእል ኢና። ሓደ ዞባ ኣሎ ኣብ ኣምሓራ ክልል ውሽጢ እቲ ሕገ መንግስትና ብመንነት እንድዩ ንክልላት ሰሪሕወን ደሓር ንሶም ግን ብኩታ ገጠምነት ምስ ኦሮሞ ኣይዳወቡን ኣብ ማእኸል ኣምሓራ ዝበሃል ክልልስ ኣብ ማእኸል ዘሎ ሓደ ዞባ እዩ ብወሰንስ ብዝኾነ መንገዲ ዘውፅኦም ናብ ኦሮሞ የለን ኣብ ኣምሓራ ስለዝተረኸቡ ኣምሓራ ኣብ ዝብሃል ክልል ኣትዮም ግን እታ መንነት ንሳ ሒዞም ግን ኣብ ልዩ ዞን ኣምሓራ ልዩ ዞን ኦሮሚያ ልዩ ዞን ኣብ ኣምሓራ ክልል ተባሂሉ ተቐሚጡ ኣሎ ማለት እዩ። ምኽንያቱ እቲ ሕገ መንግስቲ ኣሰራርሕኡ ንፌደራሊዝም ብክልላት ክሰርሕ ተሎ መንነት እዩ ግን ክታ ኩታ ገጠም ዝኾነ ርክብ እንድሕር ዘይብልካ ኮይንካ ግን ኣብቲ ዝዓበየ ኣቲኻ መንነትካ ይኽበረልካ እዩ ዝሓስብ ዘሎ ማለት እዩ። ስለዚ እንታይ እየ ክብል ደልየ እቲ ናይ ትግራይ ሉኡላውነት ንዓናስ ኮንቴስትድ ኤራ ብዝብል ዝተሸጎጠት ነገር ኣብታ ስምምዕ ፕሪቶርያስ ንዓኣ መበገሲ ገይሩ ነዚ ብሕገ መንግስቲ ይፍታሕ ዝበሎ ገዲፎምስ ሕገ መንግስቲ ይፍታሕ እንድሕር ኢልካ እንታይ እዩ ወሰን ዝምልከት ዝለዓል ሕቶታት ኣብ ሕገ መንግስቲ ክልቲኦም ክልላት ክልላዊ ቁመንኦም ሒዞም ይዘራረብሉ እንድሕር ኣብይዎም ኮይኑ ናብ ፌደሬሽን ቤት ምኽሪ ይኣቲ ይብል መንነት ዝምልከት እቲ ሕቶ ዝለዓለሉ ዘሎ ክልል ዘሎ ቤት ምኽሪ ውሳነ ይህብ፣ በቲ ውሳነ ዘይዓገበ ኣብ ውሽጢ ክልተ ዓመት ውሳነ ይህብ እሞ በቲ ውሳነ ዘይዓገበ ናብ ፌደሬሽን ቤት ምኽሪ ይወፅእ እዩ እቲ ሕግታት ዘሎ። Look ሕዚ እዙይ እንድሕር ናብዚ ሕገ መንግስታዊ መስርሕ መሊስካዮ ኮይንካ ትግራይ መጀመርያ ናብ ክልላዊ ቁመናኣ ክትምልስ ኣለካ ማለት እዩ። ስታተስ ኮ ኣንተ እናበልና ብተደጋጋሚ እንልዕሎ እዚ እዩ። ስታተስ ኮ ኣንተ ትምልሳ እሞ ካብኡ መንነት ይኹን ወሰን ሕቶ ዘለዎ ናብ ትግራይ ይቐርብ፣ ትግራይ ምስቲ ዝምልከቶ ኣካል ተረዳዲኣ በቲ ሕገ መንግስታዊ መሰረት ትውስን ናብ ፌደሬሽን ቤት ምኽሪ ይወፅእ እዩ። እዚ ኩሉ ቋረፃ ገዲፎም ናባና እዩ መፂኡ ደጊም ንሕና ኢና ንውስን ካብ ዝብል ሪፈረንደም ዝብል ኣሚጠምሉ ማለት እዩ ነቲ ልኣላውነት። ኦኬ። እቲ ስምምዕ ድሕሪ ሕዚ ስምምዕነት ኣይኮነን ናይ በይንና እዩ ናብ ሕግታት ኢትዮጵያ ወሲዱ መሊሱና እዩ ካብ ዝብል ነቲ ተሰማምዓ ኣካል ህወሓት እዩ ባይ ዘ ዌይ መንግስቲ ትግራይ እዩ ተላኢኹ ነይሩ ናብ ፕሪቶርያ መንግስቲ ትግራይ ዝወከሉ ሰባት እዩ ዛትስ ዋይ ናይ ህወሓት ኣባላት ዘይኮኑ ሰባት እውን ዝተሓወስዎ ካብ ደገን ካብ ውሽጥን መንግስቲ ትግራይ ስለ ዝነበረ ንሳቶም ኣፍዮም ሓሲቦምሉ እዮም ኣትዮም ብድሕሪኡ ናህና ሽርሕታት እውን ተወሲኽዎ እቲ መንግስቲ ኣፍሪስና ሕወሓት እዩ ክቕኒ ሕወሓት እዩ ክፀንሕ እሞ ምስ ሕወሓት ምፍራም ይሕሸና ኢሎም ስለ ዝሓሰቡ ነዚኣ ብተንኮልን ብዘይተንኮልን ቀልጢፉ ዝቕበል ኣካል እውን ስለ ዝረኸቡ እቲ መንግስቲ ተገዲፉ ሕወሓት ፈራሚ ኮይኑ በተበለ በዚ ብወገን ትግራይ ሕወሓት ብወገን ኢትዮጵያ ከኣ መንግስቲ ኢትዮጵያ ባዕሉ ፈረምቲ ኮይኖም። ስምምዕነት እዩ ዝበሃል እንተኾይኑ ስምምዕነት ዝብል ስምሲ ተስማዕማዕቲ ኣካላት እዩ ፕሪሪኪዚት ዝገብር። ስለዚ ቀጥታ ናይ በይናዊ እዩ ድሕሪ ሕጂ እዚ ውሳነ እዚ ስምምዕነት ስምምዕነት ዘይኮነስ በይናዊ እዩ ናብ ዝብል ስለዝሰገሩ እንታይ ገይሮም? ንሕወሓት የለኻን ኢሎሞ በቃ ተሰምዕነት ኣብ መን ይተርፍ ኣብቱ ናተይ ጥራሕ እዩ ናብ ሕግታት ኢትዮጵያ ኣስጊሩኒ እዩ ዝብል ኣካል ጥራሕ ይተርፍ ሎክ ብድሕሪኡ እንድሕር ተሰማምዐ ኣካል ዘየልዩ ኮይኑ ፖለቲካል ዳያሎግ ኣብ ሕድሕድ ኣፈፃፅማ ዝህሉ ዝርርብ እቶም ኦብሊጌሽንስ ዝተቐመጡ በቲ ሓደ ወገን ክፍፀሙ ግዛዕ ምዛዕ የለውን ኣዛዚ ጥራሕ እዩ ዝህሊ በይናዊ ዝኾነ ነገር ስለ ዝኾነ ማለት እዩ። ስለዚ እዙይ እውን ይገብሩ ማለት እዩ። ስለዚ ካብዚ ተወጊሱ ብጣዕሚ ብዙሓት ነገራት ኣለዉ ናብኡ ይምለስን ካብኡ መሰጋገሪ ፍትሒ ዝምልከት ኣሎ ኣብቲ ስምምዕ ትራንዚሽናል ጀስቲስ ዝበሃል ብተደጋጋሚ ዝረእኹምዎ ስለ ዝኸውን ትራንዚሽናል ጀስቲስ እንታይ እዩ ዝሓስብ ዶመስቲክ ሬሜዲ ነቶም ኢንተርናሽናል ክራይምስ ኣብ ኢትዮጵያ ኣብ ትግራይ ኢንተርናሽናል ክራይምስ ከም ዝተፈፀሙ ዩኤን ዘጣየሾ ኮሚሽን ባዕሉ በቃ ኣረጋጊፅዎ እዩ። ብይን እያ ትተርፍ። ጀኖሳይድ ትበሃል ነገር ዳርጋ ኣብ ዓለም ፖለቲካል እያ እታ ተርም። ሌጋሊ ዝኾነ ሰብ ተልዕል ኢሉ ዝኾነ ዘፅንዕ ኣካል ተልዒሉ ናብኡ ንምስጋር ብዙሕ ነገር ስለ ዝፈጥር ማለት እዩ። ጆኖሳይድ እንድሕር ኢልካ ብዙሕ ነገር ስለ ዝፈጥር the crime of crimes እዮም ዝብልዎ ብይን ኣይብሃልን እቶም ጆኖሳይድ ዝብሃል ግን እቲ ጆኖሳይድ ብይን ኮይኑስ እቶም ጆኖሳይድ ዘብልዎ ነቲ ሓደ ገበን ግን እቶም ዝፍፀሙ ነገራት እዮም ኩሎም እቶም ዝፍፀሙ ነገራት ግን ብጣዕሚ ብዝኸፍኣ መንገዲ ከም ዝተፈፀሙ እቲ ኢክሪ ዝብሃል ተጣይሹ ዝነበረ ክልተ ግዜ ፀኒሑ እናፅንዐ ያው ኣብዚ ብዝተፈጠረ ሽርሕታት ዝፈረሰ ማለት እዩ ንሱ እውን ክልተ ግዜ ሪፖርት ተውፅኡ እዩ በቃ ደምዲምዎ እዩ ከም ኢንተርናሽናል ኢንተርናሽናል ክራይምስ ተፈጺሞም እዮም ስለዚ ኢንተርናሽናል ክራይምስ እንተሃልዮም ዩኒቨርሳል ጁሪስዲክሽን ዝበሃል ኣሎ ዩኒቨርሳል ጁሪስዲክሽን ማለት ነዞም ኢንተርናሽናል ክራይምስ ከም ጆኖሳይድ ዝፈጸመ ዝኾነ ኣካል እንትህሉ ኣብ ዝኾነ ቦታ ኣባል ናይቲ ጆኖሳይድ ኮንቬንሽን ዝኾነ ኣብ ዝኾነ ዓዲ ክተሓዝ ይኽእል እዩ ብዝኾነ ኣጋጣሚ ምስ ከደ እውን ክትሕዞ ትኽእል እያ እታ ዓዲ በቃ ኣብ ኣብ ዝኾነ ዓለም ዝተፈጸመ ኣብ ዝኾነ ጫፍ ዝተፈጸመ ዝኾነት ዓዲ ክትሕዞ ትኽእል እያ። ስለዚ ንሱ ኢንተርናሽናል ገበናት ብምሎም ዩኒቨርሳል ጁሪስዲክሽን ኣሎ እዩ ግን ዶሜስቲክ ዝኾኑ ሬሜዲስ ኤግዞሽን ዝበሃል ኣሎ ንሱስ ኣብቲ ዓዲ ውሽጢስ ነቲ ዝተፈጸመ ገበን ዝግምልከት እንታይ መፍትሒታት ተዋሂቡ ዝብል ማለት እዩ። ስለዚ እዚ ኣብታ ስምምዕ ፕሪቶርያ ትራንዚሽናል ጀስቲስ፣ መሰጋገሪ ፍትሒ፣ ትብል ተቐሚጣ ኣላ። ኦኬ መሰጋገሪ ፍትሒ ኣቀማምጣኣ ብናይ ኣፍሪካ ሕብረት ስታንዳርድስ ኣለዉ። ዝቕረፀሉ ሓደ ዓድስ መሰጋገሪ ፍትሒ ክቐርፅ ተኾይኑስ ስታንዳርድስ ኣለዉ። ቴምፕሌት ኣሎ ሓፉ ሰነዳት ኣለዉ ኮንቴንት ዋይዝ ጸገም ካልእ እዩ ሕገ መንግስቲ ዘይኮነስ ሕገ መንግስታውነት ኮንስቲቱሽናሊዝም ዝብሃል እቶም ዶኩሜንታት እቶም ሕግታት ዘይኮነስ ኣፈጻጽምኦም ዴሞክራሲ ዝብሃል ብትሕዝትኡ ዘይኮነስ ኣፈጻጽሙ ዝመሳሰል እዩ ስለዚ እቲ ዶኩሜንት ጽቡቕ እዩ ብኡ መሰረት ክቕረጽ ተባሂሉ እዚ እንተኾይኑ እቶም ተዋሳእቲ ኣካላት ብወገን ትግራይ ይኹን ብወገን መንግስቲ ኢትዮጵያ፣ ዓለም ለኸ ኣካላት፣ ትካላት ኣፍሪካ ሕብረት ዝመሳሰሉ ክሳተፍሉ እዩ ተሓሳብ። መንግስቲ ኢትዮጵያ ቅድሚ ናብ ስምምዕነት ፕሪቶርያ ምኻድና መቸም ኣብዛ ዓዲ ዘይተጣየሸ ኮሚሽን ዘይተጣየሸ ነገር የለን። ናይ ዕርቂ ኮሚሽን ዝበሃል ኣሎ፣ ናይ ግዛዕ ኮሚሽን፣ ናይ ግዛዕ ኮሚሽን እናበሉ እናጣየሹ ፀኒሖም እዮም። ናይ መሰጋገሪ ፍትሒ ዝበሃል እውን ኮሚቴ ጣይሾም እናሰርሑ እዮም ፀኒሖም። ደሓርስ ድሕሪ ስምምዕ ፕሪቶርያስ? ናብቲ ስምምዕ ፕሪቶርያ ተመሊስካ ብሓባር ከመይ ንግበሮ ኢልካ ነቶም ኣፍሪቃ ሕብረት ሒዝካ ክንዲ ምኻድስ በቲ ጀሚሮምዎ ዝጸንሑስ ንሱ ቀጺሎም ስኢሎም ማለት እዩ። እዋእ ተደጋጋሚ ሰሚዕኩሞ ትኾኑ ኢኹም እዚ እኮ ጌጋ እዩ ከምኡ ኣይኸይድን ንዓና እኮ እዚ ይሓወሰ ንሱ እዚ ኣብ ኢትዮጵያ ንዘጋጠመኩም ጸገም ዘሎ ክፈትሐልኩም ዝኽእል ነገር እዩ ንሕና ፍሉይ እዩ እቲ ኩነታት ፍሉይ ዝበለ መንገዲ እዩ ዘለዎ ስለዚ በዚ እኮ ክንከይድ ኣይንኽእልን ንሕና ስለዚ በቲ ስምምዕ ፕሪቶርያ ዝብሎ መሰረት ከምኡ ንግበሮ ኢልና ብተደጋጋሚ ጠይቕናዮም ክሰምዑ ኣይከኣሉን ኣብ መወዳእታ መፅናዕቲ ተወዲኡ ፖሊሲ ተቐሪፁ እቲ ፖሊሲ ኣብ ካቢኔ ሚኒስትራት መንግስቲ ኢትዮጵያ ቀሪቡ ፀዲቑ ምስ ጸደቐ ኣሳይመንታት ተዋሂቡ ንሚኒስትሪ ኦፍ ጀስቲስ፣ ሚኒስትሪ ፍትሒ፣ ተዋሂቡ ኣሳይመንት ኮሚሽን ናብ ትሕቲኡ ክጣየሽ ስለዚ እቲ ጁርስዲክሽን ብጣዕሚ ብዝገርም መንገዲ እቲ ግዛዕ ስኮፕ ናይቲ ፖሊሲ ካብ ዓሰርተ ትሽዓተ ሰማንያን ሸውዓተን ዓመተ ምህረት ንድሕሪት ይምለስ ተሓታትነት ዓሰርተ ትሽዓተ ሰማንያን ሸውዓተን ማለት ሕገ መንግስቲ ኢትዮጵያ ዝፀደቐሉ እቲ ሕዚ ዘሎ ሕገ መንግስቲ ኢትዮጵያ ዝፀደቐሉ እዩ። ደርጊ ወዲቑስ መሰጋገሪ መንግስቲ ተጣይሹ መጀመርያ ጊዚያዊ መንግስቲ ነይራ ንዝተወሰነ ሰለስተ ወርሒ ትኸውን ክልተ ድያ ሰለስተ ወርሒ ካብኡ መሰጋገሪ መንግስቲ ተጣይሹ ክሳዕ ሰማንያን ሸውዓተን ፀኒሑ ሕገ መንግስቲ ተረቒቑ ሰማንያን ሸውዓተን ፀዲቑ ስሩዕ መንግስቲ ኣብ ኢትዮጵያ ተብል እዩ። ስለዚ ሰላሳ ዓመት ንድሕሪት ይምለስ እቲ መሰጋገሪ ፍትሒ እና ዝተደለየ ኣብቲ ኣብቲ እዋን ኩናት እዚ ንዝተፈፀሙ ገበናት፣ ህዝቢ ትግራይ ንዝበፅሖ በደላት ፍትሕን ልዕልነት ሕግን ምርግጋፅ ዘይኮነስ ነዙይ ዳይሉት ዝገብር ነዚ ሕዚ ዘጋጠመ ኣብ ትግራይሲ ንዑኡሲ ዘጣፍእ ነገር ኣሊሽካ ሰላሳ ዓመት ንድሕሪት ተመሊስካ ፖለቲካውን ወታደራውን መሪሕነት ትግራይ ኣብ ዝሓለፉ ሰላሳ ዓመታት ኣብ ከምዚ ዝበለ ግዕዝይና ነይሩ ኣብ ከምዚ ዝበለ ሂማን ራይትስ ቫዮለሽን ተሳቲፉ ከምዚ ዝበለ ስርዓት ሃኒፁ ከምዙይ ገይሮ ብሄራት ከምዙይ ተባሂሉ በቃ እቲ በደል ዝተፈፀመሉ ህዝብስ በደል ክግልበጦ እዩ ተሰሪሑ ማለት እዩ። ምክንያቱ እዚኣ ካብ ምንታይ እያ ትብገስ ዘላ? እቲ እቲ ስምምዕነትሲ በይናዊ እዩ በቃ ወዲእናዮ ኢና ናባና ካብ ዝብል መበገሲ እዩ ዝለዓል ዘሎ ማለት እዩ። ካብዚ ተበጊሱ ይኸይድ። ዲዲኣር ዝምልከት ትፈልጥዎ ነገር እዩ። ዲዲኣር ኦሬዲ ፓኬጅ እዩ። ሰለስተ ፊደላት ኣብዚ ተቀሚጦም ዝኒኦውስ ኣብሪቬሽንስ እዮም ዲስኣርም ትገብር ዲሞብላይዝ ትገብር ሪኢንትግሬት ትገብር እያ እታ ግዛ ስለዚ እዙይ ፓኬጅ እዩ እዙይ ክትገብር ተኮይንካ ከዓ እዚኣ ኮንዲሽናል እያ ኣብ ስምምዕነት ፕሪቶርያ ተቀሚጣ ብዙሕ ብዙሕ ግዜ ልቢ ዘይንብላ ሚድያታት እውን ኮንዲሽናል እያ። እታ ኮንዲሽን እንታይ እያ? ሰክሪቲ ሲቹዌሽን ኦን ዘ ግራውንድ ትብል። ኣብ ባይታ ዘሎ ናይቲ ህዝቢ ሰላምን ድሕንነትን መሰረት ገይሩ ዲዲኣር ይፍፀም እያ ትብል። ዕጥቂ ምፍታሕ ዝምልከት እውን ሳውን ኮንዲሽናል እያ። እቶም ኣብ ትግራይ ወሪሮም ዝሓዙ ሓይልታት ካብ ትግራይ እንትወፁ ፓራለል ኮንከረንትሊ እያ ትብል ማሳ ማሳ ትፍጸም እያ ትብል ንሳ ውን ኣለዉ ብጣዕሚ እቶም ፕሮቪዥናት ላይን ባይ ላይን ክተንብዎም ተለካ ውሽጦምሲ ብዙሕ ነገር እዮም ሒዞም ካብኡ መንግስቲ ኢትዮጵያ ብዛዕባ እዚ ዝግደስ ኣይኮነን ሓደ ዲዲኣር ማለት ዲስኣርማመንት ጥራሕ በቃ ዲስኣርም ምግባር ጥራሕ እዩ ሱር ንመንግስቲ ኢትዮጵያ ካብኡ ሰክሪቲ ሲቹዌሽን ኦን ዘግራውንድ ዝበሃል ብሱረ ይመፅን ኣይሕሰብን ስለዚ ብጣዕሚ ብዝገርም መንገዲ በቃ ሒዞምዎ ዘለዉ ሒዞምዎ ዝጸንሑ መንገዲ እቲ ንፈልጦ እዩ ማለት እዩ። እሱ ጥራሕ ኣይኮነን እቲ ዕጥቂ መፍታሒ ጥራሕ ኣይኮነን ዕጥቂ ምስ ኣፍታሕኻስ ፓራለል ንስርዓት ብልጽግና በቃ ፓራለል ዝኾነስ ንዕኡ ተገዛኢ ዝኾነ ፓራለል ሰራዊትስ ትሃንጽ። እቲ ዝኣተውዎ ጥፍኣት ማለት እዩ። ነታ ስምምዕነትሲ ከም መስርሕ ሰላም፣ ከም መሰጋገሪ ዘይኮነስ ሃርድ ፒስ ፖሊሲ ዓንተወይ ዝበልኩዎም ንጀርመን ክትግበር ተሓሲቡ ዝነበረ መፈጸሚ ኣብ ኩናት ዘይወዳእካዮ ነገርስ ብሰላማዊ መስርሕ ንምፍጻም ንምውዳእ እንድያ ኮይና መፈጸሚ ኣብ ኩናት እዋን ዝሓዝካዮ ዕላማ ዘቐመጥካዮም ሸቶታት እንድያ ኮይና ትግራይስ ነዙይ ድስኣርም ጌርካስ ነዙይ ፓራለል ዝኾነ ሓይሊ ዓፋር ትሃንጽ ኣብ ኣገው ትሃንጽ ኣብ ጸለምቲ ትሃንጽ ኣብ ተከዘ ኣብ ምዕራብ ትግራይ የተከዘ ዘብ ኢልካ ትሃንጽ ማለት እዩ በቃ እቲ ክዛዕሲ ብጣዕሚ ዝገርም ነገር ኮይኑ ማለት እዩ ከምዚ እናበሉ እቲ ግዜያዊ ምምሕዳር ከም ስትራክቸር ኣብ ኣጣሽኡ ብጣዕሚ ብዙሕ ጸገም ዘለዎ እዩ ከምቲ ዝበልናዮ መስርሕ ሰላም ፍርም ምስ በለ

መረፃ ይካየድ ኣብ ትግራይ ናብ ስሩዕ ናብቲ ኮንስቲቱሽናል ሪስቶረሽን ንበልክዋ ሓንቲ ወይ ናብኡ ትምለስ እያ እታ መንገዲ እታ ግዛዕ ዘላ ኣብቲ ሕገ መንግስታዊ መስርሕ ትምለስ እያ ግን በቃ ብዘይ ገደብ ማለት እዩ ብዘይ ገደብ ስቁ ኢሉ ይቅፅል ካብኡ ኣጣይሹ እውን ከፊሎም ኣይኮኑን ኣጣይሾምዎም ትፈልጡ ንሳቶም ከምታ ክልተ ሽሕን ዓሰርተ ሰለስተን ዝገበርዋ ናይ ጣልቃ ምእታው ዝብሃል ኣዋጅ ኣሎ ኢንተርቬንሽን ኣብ ናብ ክልላት ፌደራል መንግስቲ ዝኣትወሉ ሰላም ተተናጊዑ ሕገ መንግስቲ ተተጣሒሱ ግዛዕ ምዛዕ ሂማን ራይትስ ቫዮለሽን ግሮስ ዝኾነ ሂማን ራይትስ ቫዮለሽን እንድሕር ሃልዩ ብሰለስተ መንገዲ ካብ ሰለስቲኦም ብሓዲኡ መንግስቲ ፌደራልስ ናብ ክልል ጣልቃ ክኣቱ ይኽእል እዩ ዝብል ኣሎ ንዓና ዝበሉና ያው ሕገ መንግስታዊ ጥሕሰት እዮም ኢሎምና ክልተ ሽሕ ዓሰርተ ሰለስተ ሕገ መንግስታዊ ጥሕሰት ኣሎ ጣልቃ ምእታው ኢሎም ኣዊጆም ነቲ ወፍሪ ሽም ሂቦምዎ ሕጊ ህግ የማስከበር ዘመቻ ኢሎምዎ ሕጊ ናይ ምክባር ምክንያቱ ሕገ መንግስቲ ተጣሒሱ ኢሎም ስለ ዝሓሰቡ ዘን ደንብ ኣውጺኦም ናይ ኢንተርቨንሽን መፈጸሚ ደንብ ኣውጺኦም ነቶም ዝሾምዎም ሰባት ሸይሞም በብ ቃጺሎም ስለዚ እቲኣ ምስ ተፈራረምና ውን እታ ናይ ሃላላ ኬላ ትብሃል ዘግዛዕ ኣላ ብዙሕ ክጻሓፈላ እዩ ብዙሕ ክዝረበላ እዩ ዝግባእ ነገር ኣላ ብዙሕ ዘይወጻ ሃላላ ኬላ ድሕሪ ዝተገበረ ነገር ኣብ ትግራይ ብዙሕ ነገር እዩ ፈሪሱ ስለዚ ድሕሪ ኣብኡ ዝተፈጠሩ ነገራት ኣብኡ ዝተፈጠሩ ስምምዕነታት ኣለው። ካብኣ ንደሓር መንግስቲ ኢትዮጵያ ነዛ ስምምዕነት ጌርካስ እዚኣ ምጥያሽ ዘይኮነትስ ትማሊ እውን ፈትለ ክትዛረብ ሰሚዐያ ኣለኹ በቃ መን ከም ዝሽየም ከመይ ጌርካ ከም ትግበር ስለዚ ኣብ ትግራይ ብኢንተርቬንሽን ዝተጣየሸ ግዝያዊ ምምሕዳር ከም ዝህሊ ሓሲቦም ኣብኡ ደንበ ኣውጺኦም ንሕና ከኣ ኣብዚ ኮንፈረንስ ገለምታት ጌርና ብዝኾነ ቀልጢፍና እንተሰጊርናስ ናይ ኢጎ እዩ ዝኒሀ እዚ ነገር እሞ ናተይ እዩ ናተይ እዩ ዝብል ኢጎ እዩ ዝከውን ዘሎ እሞ ነዛ ኢጎ እዚኣ ብሬክ ትገብር ዝተመረፀ መንግስቲ ምምፃእ ስለ ዝኮነትስ ህዝቢ እውን ኣብ ስቃይ እኒሆ ንቡዙሕ ዋርሒ መሃያ ዘይረከበ በጀት ዘይረከበ ሕውየት ዘይረከበ እሞ ንእተዋ ተባሂልና ዓይንና ዓሚትና ብጣዕሚ ዓብይ ፌለር እዩ ያው ንሳ እውን መፂኣ ማለት እዩ ስለዚ እቲ ግዝያዊ ምምሕዳር ብሕጊ እውን ዳርጋ እቲ ስትራክቸር ንሶም ዘውጽእዎ ሕጊ ስትራክቸራሊ ናብ ባህሎም ዝልጥፎ እዩ ናቶም መሓውር እዩ ዝገብሮ እቲ ሕጎም ካብቲ ንሶም ዝሓሰብዎ ንላዕሊ ግን ተብዚ ዝተፈጠረ ነገር ስለ ዘሎ በቃ መሓውር ኮይኑ ናይቲ ናይ ብልጽግና መሓውር ኮይኑ ማለት እዩ እቲ ስትራክቸር እየ ዝብል ዘለኹ ኣብ ናት ቶኪንግ ብዛዕባ ሰባት ኣይኮንኩን ዝዛረብ ዘለኹ እቲ ስትራክቸር ሲ በቃ መሓውር ኮይኑ ጸገም ማለት እዩ ደሓር እቲ መሓውር ስለ ዝተቐረጸ እቲ ሰብ ናብኡ ኣብኡ ዘሎ ሰብ ይኹን ናብኡ እተምጽኦ ሰብ ኣብ ድሌት ናይቱ መንግስቲ ኢትዮጵያን ድሌታት ናይቲ መንግስቲ ኢትዮጵያን ብዘፈጽም መንገዲ ክቃነ ድሌትን ግዴታን ዘለዎ ነገራት እናተፈጠረ መጺኡ። ስለዚ ግዝያዊ ምሕዳር ከይዱ ከይዱ ከይዱ ከይዱ ከይዱ ከይዱ ዝኾኑ ዋላ ሲዶ ዝመስሉ ግዛዕ ዝርርባት እናተገበሩ ዝግበር ዝነበረና ተሪፉ ኣብ መወዳእታ እታ መወዳእታ መጋቢት ከባቢ ክልተ ሽሕን ዓሰርተ ሸሞንተን ዝገበርዋ በቃ ናይ ብድዐ ብድዐ እታ ክልተ ሽሕን ዓሰርተ ሰለስተን ንሙሉ ነጋን ንኣብርሃም በላይን ዘቐመጡላ ደንቢ ንባዕላ ጠቒሶም ደብዳቤ ጽሒፎም ንጀነራል ታደሰ በቃ ማለት ኦረዲ ተወዲኡ እዩ ጌም ኦቨር በቃ ኣብዚኣ ትመጽእ ድሕሪ ሕዚ ስምምዕነት ህውሓት ዝበሃል የለን ውልቀ ሰባት እዮም ዝብል ዘረባታት ዛዕምዛዕ ስኢልካ ትሰምዖ እንዲኻ ንሕና ከዓ እንታይ ንብል ነርና ብወገን ህውሓት ኣብዚ ማለት መንግስቲ ኣብ መንግስቲ ኢትዮጵያ ዝኒሆ በቃ ስኢሉ ስኻር ዝመስል ዩፎርያ ዝመስል ነገርሲ ብወገን ትግራይ ዘሎ ምድኻማት ዝወለዶ ኣብ ውሽጥና ዝፈጠሮ ምስኡም ዝተረኸ ዝፈጠሮ እለዚ ኣብ ኢትዮጵያ ኩሉ ነገር ክገብር እየ ይኽእል እየ ዝብል ዝተዛብዐ ገምጋም ዝፈጠሮ ዓለማዊ ኩነታት ብዝግባእ ብዘይምግምጋም ዝፈጠሮ ስለዝኾነ ንሕና ሪኣክት ኣይንግበር እቲ ወድዓዊ ኩነታት ብጭቡጥ እቲ ወድዓዊ ኩነታት ሲ መንግስቲ ኢትዮጵያ ብዝኸዶ ዘሎ መንገዲ ዝፈቅድ ኣይኮነን ዝብል ነይሩና እቲ ሓቂ እውን ንሱ እዩ መንግስቲ ኢትዮጵያ እቲ ሕዚ ሒዝዎ ዝኒሆ መንገዲ ብጭቡጥ ኩነታት ንሱ እይፈቅድን። ይትረፍ ሓዱሽ ኩናት ነቲ ዝፀንሐ ኩናት ከመሓድሮ ኣይኽእልን መንግስቲ ኢትዮጵያ። እዙይ ስኡ ኢሉ ማለት ድልየት ኣይኮነ ገለ ኣይኮነ ማለት ብወገን ትግራይ ኮይንካ ዝግበር ገምጋም ጥራሕ ኣይኮነን ኩናትሲ እቶም ናሽናል ፓወርስ ዝበሃሉ ነገራት እንድዮም ዝሽከምዎን ዝፈጥርዎን ንዕኡ ክትዕወት ክሳእ ክተብል ዝገብርዎ ኣባና እቲ ናሽናል ፓወር ይውሰኾ እዩ ማለት ናይ ህዝቢ ቅድሚ ኩሉ ኩናት ክህሊ እንተኾይኑ ከውዝ ክህልዎ ኣለዎ ጀስት ከውዝ ዝኾነ ኩናት ጀስት ከውዝ በቃ ንህዝቢ ዝምልከት ንዓዲ ዝምልከት ረብሓ ህዝባዊ ረብሓ ብሄራዊ ረብሓ ዝተሰከመ ኩናት ተዘይኮይኑ ብስሩ ኣይዕወትን። ትጅምር ግን ድሓን እዙይ ከም ዘለዎ ኮይኑ ግን ጉልበት ብዙሕ ነገር ስለ ዝወስድ ግን እቲ ጉልበት ዝምልከት እቲ ፓወርስ ናሽናል ፓወርስ ዝምልከት እውን ግን ይትንተን እዩ ንርእሱ ንዙይ ካብዙይ ነፂልካ እውን ፖለቲካ ኢኮኖሚ ዲፕሎማሲ ሚሊተሪ ዝመሳሰሉ ቴክኖሎጂ ግዛዕ ምዛዕ ኢልካ ሓሙሽተ ኣርባዕተ እኒሀው ትትንትኖም ኢኻ ንዓኣቶም እውን ማለት እዩ ኣብ ውስናት ጉዳያት ብልጫታት ሒዞም ክኾኑ ይኽእሉ እዮም ግን ብዛዕብ እቲ ፖለቲካ እቲ ኢኮኖሚ እቲ ዲፕሎማሲ ግን ነቲ ኹናት ናይ ኢትዮጵያ ይትረፍ ንሓዱሽ ንዝመስ ዘሎ እውን ኣይስከሞን ስለዝቲ ዓለማዊ ኩነታት እውን ኣይፈቅድን ኣብዚ ከባቢ ዝፍጠር ኩናት እውን ንዝኾነ ኣብ መንጎ ክልተ ኣካላት ጥራሕ ዘይኮነስ ከባብያዊ ቅርፂ ከባብያዊ መልክዕ ዝሕዝ ከባቢ ዘፍርስ ዓድታት ዝሕምስ ተሳጋሪ ዝኾነ ኢምፓክት ዘለዎ ስለዝኾነ መንግስቲ ኢትዮጵያ ብደገን ብውሽጥን ወድዓዊ ኩነታቱ ገምጊሙ እቲ ናይ ደገ ጸቕጥታቱ እውን ከልኪሉዎ ናብ በቲ ዝኸዶ ዘሎ መንገዲ ክቕጽል ኣይኽእልን። ስለዚ ንሕና ኣብኡ በጺሑ ደው ኢሉ እስካዕ ባዕሉ ዝርኢ ንሕና ሪኣክት ኣይንግበር። ስምምዕ ፕሪቶርያ ዋላ እናፈረሰ እናሃለየ ሽም ንሃቦ። እዚ ዓርሰ ንበሎ ኢልና ማለት እዩ። ዓርሰ ንበሎ ፈሪሱ ኢልና ናብ ሪኣክሽን ኣይንእተ ዓርሲ ማለት ከም ትፈልጥዎ ብዙሕ ወዲ ገጠር ተሃልዮ እዚ ላሕሚ መጀመርያ ትወልድ ምራኻ ይሞታ ገባር ታይ እዩ ዝገብር ካብ ቆርበት ካብ ዕንጸይቲ ካብ ግዛዕ ንዓኣ ነቲ ቆርበቱ ናይቲ ዝሞተ ቀሊጡ ሸፋፊኑ የቅርበላ እሞ እናጫነየት ጸባ ከይትደርቅ ማለት እዩ ለዚ ዘጸግዕ ተብለላ ጸባ ትሓልባ ማለት እዩ ዓርሲ እዩ ዝብሃል እዚ ለዚ ከም ዓርሲ ንሕናስ በቃ ከምዘሎ ኣምሲልና ፕሪተንድ ንግበር ኣሎ ኢልና ንሕሰብ ስለዚ እቲ ወድዓዊ ኩነታቱ ሓሲና ኣይኮናን ማለት ኩነታት ንሕሱ ኢና ዘለና ግን እቲ ኩነታት ወድዓዊ ኩነታት ሲ ስምምዕ ፕሪቶርያ ጥሒሱ ናብ ውግእ ንምኻድ ዘኽእሎስ የለን ይጋገ እዩ ዘሎ ገምጋሚ ተጋግዩ ዘሎ መንግስቲ ኢትዮጵያ ኢና ንብል ነርና ስለዚ ከም ዓርሲ ክንጥቀም ከለና ብዙሕ ነገር እናሰኣና ኣብቲ ስምምዕነት ፕሪቶርያ ዝተቐመጡ መሰረታዊ ነገራት እናሰኣና እናሃለና ግን እቶም ኣናእሽተይ ነገራት ግን ንርከብ ንኣብነት በጀት በጀት ንግዳዊ ርክባት ማሕበራዊ ርክባት ሰርቪስ ዝመሳሰሉ እቶም ኣብቲ ስምምዕ ፕሪቶርያስ ከም ኮንፊደንስ ቢልዲንግ መዠርስ ተባሂሎም ዝተቐመጡ እቲ ስምምዕ ባዕሉስ ውዕል ከ ናይ ዓበይቲ ውፅኢታት ኮይኖም ዘይኮነስ ናብቲ ስምምዕ ኣቲኻስ ዓብዪ ውፅኢት ንምምፃእሲ ኮንፊደንስ ቢልዲንግ መዠርስ ተባሂሎም ዝተቐመጡ ጉዳያት እሳቶምሲ በቃ ከይተቋረፁ ክቕፅሉ ንግበር ኢልና ማለት እዩ። ድሓርቲ ወድዓዊ ኩነታት ፈቒድሉ ዋነ መለስ ናብቲ ስምምዕ ኢሉ ክመጽእ እዩ ብውሽጣውን ደጋውን ኩነታቱ ኢልና ንቕጽል ነይርና ማለት እዩ። ከይዳ ከይዳ ግን ጥቅምቲ ማለት እቲ ነዳዲ ጸኒሑ እዩ ካብ ጥሪ ዓሰርተ ሸውዓተ ክልተ ሽሕን ዛን ቅድም ኢሉ እዩ ብፍላይ ካብ ጥቅምቲ ክልተ ሽሕን ዓሰርተ ሸሞንተን ዓመተ ምህረት ግን ኩሉ ነገር ደው ኢሉ። ትግራይስ ናብ ትግራይ ዘብል ዘተኣሳስር ነገራት ምስቲ መንግስትስ ዳርጋ ደው ኢሉ ማለት እዩ። በጀት ደው ኢሉ፣ ግዛዕ ደው ኢሉ፣ ግዛዕ ደው ኢሉ ኦኬ ሕዚ ዓርሰ ኣለኒ ክትብል ኣይትኽእልን። ገ- ሓደ ሓረስታይ ዓርሲ ዝብሎ ኣጸጊዑስ ጸባ ስለ ዝረክብ እዩ ናብ ጓጒዱ። ሕዚ ስምምዕ ፕሪቶርያ ዓርሲ ክትብል ኣይትኽእልን። ጥቅምቲ ኣትሒዛ ዝፈረሰት ሕዚ እውን ግን ዋእ እሞ እንታይ ንግበር? እዚ ኩነታት እንታይ ኢና ክንገብሮ በቃ ክኩልል ማለት እዩ ሕዚ ውስን ከይነብል እውን ኣብቲ ውሽጣዊ ኩነታትና እቲ ስትራክቸር እውን እኒሀ እቲ ናይ መንግስቲ ኢትዮጵያ ስትራክቸር ግዝያዊ ምምሕዳር ዝበሃል ስትራክቸር እዚ ስትራክቸር እዚ ዕለታዊ ስራሕ ይሰርሕ ክትዳሎ ኣለካ ማለት ዝኾነ ነገር ቁርፅ ኣቢልካ ክትኣትዮ ተኮይንካ ሲ ጠቕሊልካስ ትግራዋይ ክትኮን እኒሀካ ውዳበታትካ ተግራዋይ ተጋሩ ክኾኑ ኣለዎም፣ መሪሕነትካ ትግራዋይ ክኾኑ ኣለዎ፣ ትግራዋይ ማለት ናይስ ናይ ደም ናይ ብሄር ጉዳይ ኣይኮነን፣ ነቲ ኩነታት ነዚ ሕዚ ትግራይ ትጠልቦ ነገር ኣተሓሳስባ ቁመናስ ምሓዝ የድልየካ፣ እቲ ውሽጣዊ ኩነታት ንዓኻ ክትፈልጦ እዩ፣ ካብ ጥቅምቲ ጀሚርና ክሳዕ መጋቢት በቃ ስኡ ኢልካ ሸምበለል። በቲ ዓርሰ ዝበልናዮ እውን ነገር ኣይነምፅእን። እቲ ዝተፈናቐለ እውን ተስፋ የብሉን። ኣብ ውሽጢ ፀላኢ ዘሎ ህዝብና እውን ተስፋ የብሉን። ሰራዊትና እውን ንምንታይ ከም ዝፀንሕ ዘሎ ኣይፈልጥን። ንሕና እውን ከም ኣመራርሓ ድሌት እዩ ዝኒሀና እምበር ቁርፅ ኣቢልና ውሳነ ሆኑ በቃ እሱ ኢልካ ሕሽም በለል እዩ በቃ ኮይኑ ክትፋታሕ ኣይትኽእልን ካብቲ ናይ ትግራዋይ ድሌት ግን ግን እቲ መንገዲ ግን ኣይወስደካን። ዋእ ስለዚ ኢላ ኢላ ግን እታ ናይ መጋቢት ናይ መወዳእታ እታ ሓንቲ ወይ ዝበልክኹም ወረቐት የለውን እኳ እዚኦም ስኢልና ኢና እምበር የለውን ለካ ስኢልና እንታይ ንገብር ኣለና እምበር ብግዝያዊ ብኢንተርቬንሽን ነመሓድሮ ናብ ዝብል ውሳነ ከይዱ ማለት እዩ ደሓር ዝቐረቡ ሪፖርት ኣብ መንግስቲ ኢትዮጵያ ዝቐረበ ሪፖርት ትግራይ ዝምልከት ከዓ የተዘጋው ነው የተጋረደው ልማት ኮይኑ ማለት እዩ። ዋእ ዘባኽየካ ውን እኮ ጹቡቅ እዩ ኣጆኻ ገለ ዝብለካ ከም ተበዲልካ ውን እኮ ጹቡቅ እዩ ብኽያትካ ዝሕብሰልካ ነገር ካልእ እዩ ግን ጸጊብካ ኢኻ ትበኪ ዘለኻ ዓይነት ኮይኑ ማለት እዩ ብጽጋብ ኢኻ ትበኪ ዘለኻ ኮይኑስ ከይትበክስ እምበኣር ስኢልካ ብብኽያት ኢኻ ትሽፍነና ዘለኻ እምበር እዙይ እዩ እምበኣር ዝኒሀ እዚ ነገር ተባሂሉ መፂኡ ማለት እዩ እቲ ግዛዕ። ዋእ እሞ እዚ ስኢልና ኢና ንጠፍእ ዘለና ንሕና እውን ንሽወድ ኢና ዘለና ንባዕልና እቲ ስኢሉ ሰብ ታራ ናይ ፖለቲካ ኮንስፓይረሽን ሽወዳ ገዝታት ኮይኑ እቲ ሳዕቤን ኣብ ፖለቲካዊ መሪሕነት ኣብ ውልቀ ሰባት እንተኾይኑ እውን ፀገም ኣይነበሮን ግን ህዝቢ ከም ህዝቢ ኢና ሒዝና ንጠፍእ ዘለና እዙይ ሓላፍነት ዝጎደሎ ጉዳይ እዩ። ማለት እናጠፋእካስ ከም ዘለካ ኣምሲልካ ምንባርስ ይኣክለና ስለዚ ዓብይ ፀገም ዝወልድ ስትራክቸር ኣቀሚጥካ ክተብቅዕ ነቲ ስትራክቸር ዝወልዶም ሳዕቤናት ትሪት ክትገብር ምፍታን እውን ስኡ ኢልካ እዩ እዚ ናይ ሃላያት እዩ ስለዚ ነቲ ቀንዲ ፀገም ዘፈልፍል ጉዳይ ንዑ ማእከል ገይርና ፀገም ንፍታሕ ኢልና ማለት እዩ እቲ ቀንዲ ፀገም ዘፈልፍል ጉዳይ ስምምዕ ፕሪቶርያ ከም ዘሎ ኣምሲልካ ዘየለ እናሃለየ ከም ዘሎ ኣምሲልካ ኣፍሪሱ ሃደሽደሽ ኣቢልዎ እናሃለየ ዋእ ኣሎ እዩ እናበልካ ንባዕልኻ ምሽዋድ ስለዚ ካብዚ ቀጺልካ ስምምዕ ፕሪቶርያ ዝፈጠሩልካ ዝፈጠረልካ ስትራክቸራት ተሰኪምካ ምኻድ እዩ እቲ መሰረታዊ ነገር እቲ መሰረታዊ ድኽመት በቃ ኣብዚ እዩ ዝኒሀ ካብ ዕብይ ዝበለ ነገር ንጀምር እዚ ኮንስኩዌንስ ክህልዎ እዩ ፔንፉል ዝኾነ ኮንስኩዌንስ ክህልዎ ክእል እዩ ግን በቃ ነዚ በቃ ከምዚ ብዕራይ ብቐርኑ ምሓዝ ዓይነት ተዘይገርናዮ ኮይና ምንም ሱቅ ኢልና ኢና ኮለል ንብል ለና እምበር ሒዝና ህዝብና ሒዝና ኢና ንጠፍእ ዘለና ስለዚ ኣፍሪስዎ እዩ ስምምዕ ፕሪቶርያ መንግስቲ ኢትዮጵያ ክሊር ንግበራ ዲክለር ንግበራ ስለዚ ስምምዕ ፕሪቶርያ መሰረት ገይሩ ዝተፈጠረ ነገር ከዓ ኣይህሉን ኣብ ትግራይ ምክንያቱ ዝኾነ ዝኾነ ፍርስራስ ሓዲጉልካ ክኸደ ይግብኦን ስምምዕ ፕሪቶርያ ፀጋታት እንተሃሊኡካ ትቅበል እምበር ፍርስራስ ሓዲጉልካ ዝኸይድ ነገር ክትቅበል ኣይትኽእልን። ስለዚ ሓደ ስምምዕ ፕሪቶርያ ዘምፅኦ ነገር ጊዚያዊ ምምሕዳር እዩ። ስለዚ ጊዚያዊ ምምሕዳር ስትራክቸራሊ እውን ዝተጣበቐ እዩ ምስ መንግስቲ ኢትዮጵያ፣ ተልእኾታቱ ንሱ እዩ፣ ኣብ ሕግታት ተነፂሮም ተዋሂቦምዎ እዮም። ስለዚ ንሕና ህልውናናን ድሕንነትናን ንምርግጋፅ ዘኽእለና ነገር የለን። ስለዚ ዘለናሉ ኩነታት ክልተ ነገር ዝተሰከመ እዩ። ሓደ ብሄራዊ ውርዴት እዩ። ብሄራዊ ርዴት እዩ። ካልኣይ ከዓ ህዝቢ ትግራይሲ ዘንፀላልዎ ሓደጋ እኒሀው። ጭቡጥ ዘንፀላልዎ ሓደጋ ኤግዚስተንሻል ትረት ፕረዘንት ኤንድ ኤሚነንት ኤግዚስተንሻል ትረት ኣለዎ ህዝቢ ትግራይ። እዙይ ግልፂ ይኸውን ዘለዎ። እዚ ሸፋፊንካ ከይድ ኣይኽእልን። ስለዚ ነዚ ዝምጥን ስራሕ ንጀምር። ስለዚ ስምምዕ ፕሪቶርያ የለን፣ ስምምዕ ፕሪቶርያ ዝወለዶ ግዝያዊ ምምሕዳር ኣይህሉን፣ ቤት ምኽሪ ትግራይ ናብ ቦትኡ ይምለስ። በቃ እዚኣ እያ እታ መሰረታዊ ውሳነ ማለት እዩ። እዙይ ነቶ ፀገማት ክንዲ ግዛዕ ፀገም ኣቐሚጥካስ ብትሕቲኡ ንዝውለዱ ነገራት ትሪት ካብ ምግባር ሓሊፍካ ኣብ ዓብዪ ፀገም ፎከስ ምግባር እያ ትሕሽታ ኢላ እዚኣ ተወሲና። ስለዚ ካብዚ እዩ ነዚ ናብዚ ሕጊ እየ ዝመፅእ ማለት እዩ። እቲ ሕጊ ከቕርቡልና ዝኽእሉ ሰባት